ሐራይ ሲንጣቃ ሓወይ እንኳዕ ደሓን መፃኻ መጀመርያ ብልቤ ዘመስግን ብልቤ ዘመስግን ከ ማለት ግዜኻ ክቢርካ ተገዲስካ ስለ ዝረኸብካና ብሽመይን ብሽም እዚ ኢንተርቴንመንት ፋኑስ ኢንተርቴንመንት ብልቤ ዘመስግን ከመይ ኣለኻ ዝዓርከይ ዓዊታ ሓወይ ቴንኪዩ ኣነ እውን መኣራ ንዓይ ምዕዳብኩም ኣዝየ ደመስግን ቴንኪዩ ዓዊታ ሓወይ ቤላ ሰላም እዩ ዘሎ ከመይ ኣለኻ ንስኻ
ኣምላኽ ይመስገን ስራሕ ከመይ ኩሉ ደሓን ድዩ ቤተሰብ ስድራ ኩሉ ሰላም ድዩ ቤላ ቤላ ሰላም ይደሎ ስራሕ ብኣኹም ወገን ከመይ ኣሎ
ኩሉ ኩሉ ኣማን እዩ ሲንጣቃ ሓወይ እቲ መደብ ከምዚ ዝበልኩካ ብዛዕባ ቫላንታይን ደይ ዘዳለናዮ መደብ እሱ ከዓ ግድና ይኹን ካና ቫላንታይን ደይ ጓልን ወድን ኣንፃር ፆታ ግን ሓፈሻ ፍቅሪ ስለ ዝብል ትሕመረት ናቱ ቫላንታይን ማለት ፍቅሪ ስለ ዝኾነ ንሕና ከዓ ኣብ ዘለናዮ ተፋቂርና ከምዚ ዓይነት ርክብ ፈጢርና ነቲ ሞያና ንዕብየሉ ደሃይ ንገባበሉ ነጋት ንምፍጣር እዩ እዚ መደብ እዚ ጌርናዮ ኣይርዳእና ሚንበር ክንፋቶ መዓት ኢና ትብል መደብ እያ እዛ ጌርናያ ዘለና እሞ ንስኻ ከዓ ናይዚ መደብ ተኻፋለ ስለ ዝኾንካ ደጊመ ብልቢ እየ ዘመስግን እሞ ሕቶታት ኣለኒ ሕቶታት ኣለኒ ብዛዕባ ቫላንታይን ደይ ናባኻ ሓሰብ ንኩሎም ሓንቲ ዓይነት ሕቶ ኢለ ሓቶም ነረ ንዓኻ እውን ስኢኻ ሓተካ ድሉ እንዲኻ ደለኻ ሬዲ ኢኻ ደለኻ ምሽ ዱሉ ዱሉ ንዑ ክምልስ እንደ መፅኤ
እዋ ከመይ ኣብ ፍቅሪ ከመይ እንታይ ከመይ እዩ ኣብ ፍቅሪ ዘለካ ራእያ ተመርዒኻ ዲኻ ዓርቅላትካ ድያ መጀመርያ ይዓፅወልካ ደኣ ከይህሉ እምበር እቲ እንጀራኻ እዎ ሳንዲኻ ትገብራ ኣለኻ ዳሓን ዕፅየ ግን ዕፅየ ኣለኹ ሕጂ ናብ መርዓ ኣዳለዋ ኣለኹ
ኣታ ዓሻ ብከምዚ ድርከብ ጓል ኣንስተይቲ ብከምዚ እያ ትርከብ ተጠቀመላ እዛ ግዜ ንኮሚና ኣዳሊና እምበር እንታይ ዶ ረብሓ ኣለና ኢና ዓና ዋይ ጓት እሞ እሞ ከይብላ ድድርባ ከ ኣለዋ ሕጂ ሰለስተ ክልተ ጸንሓና ጽቡቅ ዶ ተባእሰና ሰብ ሓደ ሲ ንስ ክድርብ ይደርብ ካብ መድሃኒ ኣለም ወዲ ንኺድ በል ንኺድ ንኺድ ጥራይ ንኺድ ድሓን ቀዳመይቲ ሕቶ ንጹር እዩ ኣርባዕተ መልሲ ይፍቀደካ እዩ ካብዘን ኣርባዕተ መልሲ ኣብዘን ኣርባዕተ ናትና ዘለዋ መልሲ ዝመሳሰል ተኮይኑ እቲ ነጥቢ ቦ እዩ ዝተሓዝ ራይ ኣራይ። ጓል ኣንስተይቲ ኣብ ግዜ ኣብ ቫላንታይን ደይ ኣብታ መዓልቲ ትገብሮ ናይ ባህሪ ምቅይያራት ኣርባዕተ ነገር ንገረኒ ናይ ባህሪ ምቅይያራት ሕጂ ክን- ክትምልሰለይ ከለካ ክስታይ ክስታይ ክስታይ ክስታይ እ፣ መብርሂ ይደለኒ ኣነ ክስታይ ክስታይ ክስታይ ክስታይ ኢልካ ትነገረኒ ትገብሮ ምቅይያራት ናይ ባህሪ ትገብሮ። ኣብ ቫላንታይን ደይ ኣራይ። ማለት እዩ መጀመርያ ቀብጣር ትኸውን ቀዳመይቲ ድሓር እንታይ ትኸውን? ገንጨርጨር ገሪፋ ድን ቀብጣር መ- ገንጫር እዋ ልምልምቲ ከዓ ምሻሎ ገንጨርጨር ገሪፋስ ልምልምቲ ኩሉ ግዜ እ፣ ምስኪን ቃላት ገለ ተውፅእ ኣንጻር ጾታ ኣንጻር ማለት እ፣ ኣ- ገንጫር ትኸውን መስኪን ከኣ ትኸውን ሕራይ ክልተ ሳልሰይቲ ኖ ኖ ገንጫር ትኸውን ምስኪን ትኸውን ኣይኮኑ ደቂ ኣለኹ ሓንቲ ቀብጣር ሓንቲ ከዓ ምስኪን እዋ። ምሻሎ ልምሉማት ቃላት ገለ ርኢኻ እንዴት ትፈልጥ ጣዕምታት ኣ፣ ዘለዎም ቃላት ቀብጣር በቃ ቀብጣር እዋ ቀብጣር ትኸውን ሳልሰይቲ ድማ- መስኪን ከኣ ትኸውን ኦኬ ኦኬ ሳልሰይቲ እዋ። እዋ። ሳልሰይቲ ከዓ ሕጉስ ባህሪ እዩ። ፍሽኽ ፍሽኽ በቃ ርኢኻ ወ- ዋላ ሓደ ዋላ ደ- ፀሪፍካያ ሲ ኩ- ኩራ ሕጉስ- ዝበሃል የለን ሲ ኢላ ፍሽኽ ፍሽኽ

ዋላ ክጸፍዐካ ሓራያ ስቕ ኢላ ሓራይ ትብል ሓራይ በቃ ትብል።
ሓራይ ትብል ስቕ ኢላ
ሓራይ እስኪ ንርኣየ እንተን መልሲ እስኪ ንርኣየ እንተን በዚ ተዳልየን ዘለዋ መልሲ እስኪ ንርኣየን ሲልጣን ሓወይ ቀዳመይቲ ሕጉስቲ ትኸውን ኢሎም ኣለዉ ሕጉስቲ ትኸውንካ ኢልካያ ኢኻ እዎ ካልኣይቲ ብዛዕባ መርዓ ክተዕልላ ትደሊ ብዛዕባ መፃኢ ምክንያቱ ኣብ ዕርክነት ከለካ ኢካ ዝያዳ እቲ ናይ ቫላንታይን ደይ ዝሓሉ ዋላ ኣብ ሓዳር እውን ይሓልፍ እንድዩ ግን ዝያዳ ኣብ ዕርክነት ግዜ ከለና ኢና ቫላንታይን ዝያዳ ነክብሮ ንግደሰሉ ኣብቲ ሽዑ ግዜ ከኣ ብዛዕባ መጻኢካ ኢካ ትዛረብ ናይ መርዓ ዕላል ክትዕልላ ትደሊ ሳልሰይቲ ቀይሕ ክዳን ድረስ ገይራ ትመጽእ ካብቲ ካልእ ግዜ ፍሉይ ትገብሮ ባህርሲ ቀይሕ ክዳን ለባቢሳ ትመጽእ ነቲ መዓልቲ ክትመስል ኢላ ራብዐይቲ ከኣ ርእሰ ተኣማንነት በቃ ምሻሉ ኮንፊደንስ ትገብር እያ ደላተን መስ ሕጂ ካብዘን ደለዋ ናትና መልሲ ከዓ ኣይ ቲንክ ክልተ መልሲ መሊስካ ኣለካ ሕጉስቲ ትኸውንን እ፣ እቲ ቀበጥ ትኸውን ድበልካያ ቀብጠርጠር ትብል ናይ ኮንፊደንስ ሕቶ እዩ እሱ ከዓ እወ፣ ስለዚ እወ። ክልተ መልሲ መሊስካ ኣለካ ደሓን እየ እሞ ደሓን እየ ካብታ ናትካ ኣፍቃሪሲ እተን ናተይ ይሕሻ ማለት እዩ። ደሓን እያ ቀዳሚት ሕራይ ኣፍቃሪቱ ኣፍቃሪቱ ክሰርሖ ዘይትደሊ ስራሕ እስኻ ኣፍቃሪትካስ ክሰርሖ ዘይትደሊ ስራሕ እንታይ እዩ ካብ ሓፈሻዊ ማለት ካብ ናይ ገዛ ወፃኢ ስራሕ ኣፍቃሪትካ ክሰርሖ ደይ ትደሊ ስራሕ እስኻ ደይ ትድግፎ ስራሕ እንታይ እዩ ኣርባዕተ ነገር ንገረኒ
ኦኬ ቀዳማይ እዚ ምሻሎ እንዳ ቡቲክ ክዳውንቲ እንዳ ክዳውንቲ ኦኬ
ካልኣይ ወይተር ካልኣይ ወይተር ኦኬ
ሳልሳይ ከዓ ድኳን ምሻሎ ዝሕለው ሱፐር ማርኬት ገለ
ድኳን ኖርማል ድኳን ኦኬ ኦ
ራብዓይ ከኣ እንዳ መሻጢት ራብዐይቲ ከ
እስኻን እስኻን ወሰንን ናይ እንዳ መሻጢት ፎብያ ኣለኩም ማለት እሱ ከዓ ተሓትትኩ እንዳ ሰኪዕና- መሻጢት ሰኪዕና ኢና፣ እንታይ ንበለ ፎብያ ሰኪዕና።
ኣለኩም ሰኪዕና ኢና
እሞ እንታይ በሃል ግበሩ ከምዚ ኢልካ ዳኣ ደይውፅእ ኣትሊስት ተዋሕደ ነታ ሰበይትኹም ግን ኣብ ገዛ ባዕልኹም ንክትምሽጥዋ ትምህርቲ ውሰዱ እምበር ኣበይ ከይዳ ዳኣ ክትምሸጥ ዳኣ ካንዳ ምሳጥ ጀሚረ ጀሚረ እንታይ ትብላ ኣለኻ ከመይ ዝበለ ከመይ ዝበለ ቁናና ደ ኮይኑ ዘለኹ ጀሚረ ኣለኹ ጀሚረ ሜክ ኣብያ ተሪፋትኒ ኣላ ሳኻ ክውዳእ ሕጂ ድሕሪ ክልተ ወርሒ
ብፍትሕታ ክትነብር ኣይኮነትን እሞ እስኪ ንሓንቲ እስኪ ንሓንቲ ንራእየ እንተ ንመልሲ እሞ ወይተር ወይተር ትብል ኣላ ኣላመይቲ ወይተር መሊስካያ ኣለኻ ካልኣይቲ ደላ ተዋሳኢት እያ ሳልሰይቲ ሞዴል እያ ትብል ደላ ራብዐይቲ ኸ ሆሴስት ካብዘን ስ- ኣርባዕተ ሓንቲ ወይተር ኢኻ መሊስካ ሓንቲ መሊሰ፣ ኦኬ፣ አ፣ ኣራ። እንዳ ድኳን ናትካ ከዓ ፍሉይ ፎብያ እዩ ናይ እንዳ ድኳን ፎብያ ኣለካ ስኻ ናይ እንዳ ፑቲክን ናይ እንዳ ድኳን መዓ- መዓት እንድዩ ዝመጽእ፣ መዓት እንድዩ ዝመጽእ። ስለ ዝመፁ ድዩ እወ መዓት እዮም ዝመፁ ሽዑ ነገር እዩ ተረዲኻን ብገለ ብገለ ዝፈልጦኻ ፀንሑ ገለ የቃስሙኻ ገለ ህኮት እዩ ዳሓርሳ ከዓ ምሸት ምሸት ኣላ ድረ ዘሊሕቆ እዩ ንብረት ከተውርድ ትወድቕ ገለ እዚ ብዙሕ ፀገማት ኣረኣየኩ ስለዚ ኣምላኽ ክበካ ከሎስ እንዳ ቦቲክ ደይ ትሰርሕ ጓል ሃብካ ክፅልየልካ እንታይ ደኣ ኣሜን ኣሜን ኣሜን
ሳልሰይቲ ሕቶና ሳልሰይቲ ሕቶና ጓል ኣንስተይቲ ኣብ ግዜ ቆፀራ ቫላንታይን ደይ መዓልቲ ትሽንዳሓካ እሞ

ጠሊማትኒ ከይዳ ብል ሓደ ሓራ ካልኣይ ምናልባሽ ዶ ኣብ ገዛ ዶ ገለ ጸገም ኣጓኒፍዋ ኣብ ገዛ ዶ ገለ ጸገም ኣጓኒፍዋ እወ ሓይማ ዶ ትኸውን ክልተ
ሰለስተ
ራብዐይቲ ከዓ ምናልባሽ ምሻ ኣሎ እንዳመፀሲ ገለ ዶ ማይ ዶ ተገጭባ ትኸውን ተመሊሳ እቲ ግዜ ዶ ምእኻላ ቢዋ ዝኾነ ፀገማ ስብ መንገዲ ዶ ኣጋጢምዋ ክኸውን ከዓ ወይ ታኳ ስበር ገለ
ስለዚ ኣርባዕተ ኮይነን ኣለዋ ማለት እዩ ሓራይ እስኪ ንርኣየ ንርኣየ እንተ መልሲ ናቶም ከዓ እዞም ዒስራ ሰባት ዝመለስዎን ቀዳመይቲ ኣቃይሓ ብኣኣ ጀሚርካ እዚኣ ፎብያ ስለ ዘለካ ይመስለኒ ፅብቕቲ ኣቃይሓ ፅብቕቲ መልሲ እያ መልስኪያ ኣለኻ ካልኣይቲ ብስራት ማለት ሳፕራይዝ ንክትገብረካ ዝበልዎ እሱ እዩ ሳልሰይቲ ድንገት ድንገት ሕጂ ኣብ ደንድበልካ የንጠቃልላ እዩ ምክንያቱ ኣብ ሓደጋ ኣጋጢሞ መንገዲ ሓሚማ ክትከውን ትኽእል እዚ ገለ ኢመርጀንሲ ዝበልናዮ ምስኣ ትጠቃልል እያ ራብዐይቲ ከዓ መጓዓዝያ ስኢና ትራንስፖርት ስኢና ዝብል እየን ካብዘን ኣርባዕተ ክልተ መሊስካ ኣለካ ዝዓርከይ ሐራይ ሐራይ ኣቤት ኣርኪ ደሓን እሞ ከክልተ ከክልተ ክልተ ምእንቲ ስርሕቱ ከለኻ ሕረ ፅቡቕ እዩ ደሎ ፅቡቕ በብክልተ ጌርካ ዒስራ ከተብፅሐን ኢኻ ኣጆኻ ኦሆ። እ፣ ራብዐይቲ ሕቶ ሲንጣ ሓወይ ራብዐይቲ ሕቶ ሓራይ። እንታይ እያ ትብል ደላ ን14 ለካቲት በዓልቲ ቫላንታይን ደይ ኢልካ ባጀት ኣውፂኻት ገንዘብካ

ዓርክኻ ዓርክኻ ሓራይ ካልኣይትኸ ካልኣይትኻ ምናልባሽ ምስ ፋሚሊ ኣብ ገዛ ማለት ናይ ሕርቆት ንኦም ሳፕራይዝ ምገበርኩም ንዓላ ሓሰብኮ ምስ ፋሚሊ
ሃንደበት ዲኣ መልካ ጎፍ ክትብሎም ቫላንታይን መሰንበድክዎም ነረ መሰንበድክዎም ነረ ሳልሰይትኸ ሳልሰይትኸ
ሳልሰይቲ ከኣ ወይ ንዓኣ ንክሕርቃ ከምኡ ድሕን ሓሪቀ ከኣ ምስ መሓዝኣ
ወይ በስመ ኣብ ወወልድ ወመንፈስ ቅዱስ ከምኡ ደሎ እዩ እነሱ ማዕዛ? የ- የ- ነታ ማዕዛ እየ ሕርቃ ትፈልጣ። ኢልካስ ምስ በቃ ማዕዛ? ተደረረ እስከ እስ- ዓ- እሳ ከብደይ ረኸበቶ በቃ ስኽ ርኸብ ኢልካ ንዓ ተደረራ ኢላ
እዋ ሙሱ እሳ ከኣ እሱ ፈሊጣ እያ ንዓኻ ክትሕርቕ ምስ መሓ ምስ ዓርክኻ ከይዳ ደላ ደይሳ ደይነምሳ ወም ኮሚታ ስኮሚታ ምስ ጠጠርኩ ኔታ ኹም ትኸውን
ኣሃ ሒዘካ ደሓርሲ ሓራይ በላይ መወዳእታ ንገረኒ ራብዒይቲ
ራብዒይቲ ከዓ ምስ መን እሞ በቃ ዝረኸብክዎም እንሻሎ ኣብቲ ቦታ ዝፀንሐኒ ሰብ ምናልባት ዝፈልጦ ተረኺብኻ ኣብኡ ምስ ዝፈልጦ መሕለፍክዎ ማለት እዩ
ኦኬ እስኪ ድሓ ንርኣየ እንተን መልሲ እተን መልሲ ናቶም ከዓ ንርኣየን እሞ መጀመርያ መስተ እዛ- እዛ መስተ ኩላትኩም እንደ ዝርእየኩም ዘለኹ ሕንፅ- ኣንፀርፅሮት ከይድካ ንዑ ኢኻ ተርግፈሉ መሊስካ ኣለካ እስኻ እውን ፅቡቅ ካብቲ ላይ ናይ ወፃኻ ካልኣይቲ ምስ ቤተሰብ ዝበልካዮ ሳፕራይስ ዝበልካያ ምስ ስድራይ እዚኣ እውን ፅብቕቲ ኣለኻ ራብዐይቲ መገሻ እዮም ኢሎማ ደሎ ሰብ መገሻ ውፅእ ኢልካስ በቃ ርእስኻስ ትሕድሶ ካብቲ ከባቢ ውፅእ ኢልካ ትሕድሶ ናይ መወዳእታ ከዓ ናይ ምንቲ ምንታይ ደጥፍኦ እቲ ገንዘብ ኣየ ጥፍኦን እያ ትብል ደላ እቲ ገንዘብሲ ከም ዘለዎ መሓስኩ እያ ትብል ደላ ስለዚ ክልተ መልሲ መሊስካ ኣለካ ዝዓርከይ ክልተ መልሲ ተንክልተስ ኣይስእን ነይረ ተንክልተስ ናተይ እየን ሕጉጎ እየን
እዎ ካብ ክልተስ ደይ ተወፃ ሳልሰይቲ እባ ገለ ግበር ዝሓወ ሕጂ ሕጂ
ሕረይ ማለት ሲንጣ ሓወይ ሳጓን ሰሚዒና ሞ ንዓይኒ ጤልካ ኢሉ እዩ ንዓይኒ ዓሳ ዓይኒ ዓሳ ሓቲት እየ ፀኒሐ ዶ ሳጓኻ ናትካ ኸ ካብ ምንታይ እያ መበገሲያ እንታይ እያ እታ መበገሲያ ናትካ
እዛ ሲንጣ እኮ ካብ ናይ ስራሕ ናይ ስራሕ ካብ ስራሕ ዝወፀት እያ
ካብ ካራክተር እያ ወፅያ ካብ ካራክተር እያ ሳጓ ኣለካ ዶ ካልእኸ ካብ ኣርቲ ወፃኢ ሳጓ ትፅዋዓሉ ብገዛውትኻ ብገለ ብገለ
ዓሲር ዓሲር ትብላላትኒ

ዓሲር ዓሲር ዝድስቲ ዓሲር።
ኦህ ዓሲር ድብጽበጽ ስለዝስ ሕጉሳ ትሕሸካ ሕራይ ዓሲር ሓወይ ክንቅጽል ኢና ኣብ ላይን ኣለኻ ምሽ ክንቅጽል ኢና ዓሲር ሓወይ ኣራይ ኣራይ ኣይተድምቀባ
ሓራይ ዋ ኢልካን እንዲኻ እሳ ተቐለለካ ዓሴር ተቐለለይ ንዓይ ከማትሽ ተድሚቅካ ናብ ካልእያ ትኸይድ ናብ ቃሓርያ

እስኪ ንርኣየን ንርኣየን ተን መልሲ እስኪ ቀዳመይቲ ሓውኻ ወይ ሓፍትኻ ይብል ኣሎ ትኽክል መልሲ ኢኻ መሊስካዮ ዘለኻ ስድራኻ ማለት እዮም ሶም ይዕሩትኻ ዝበልካዮ መሊስካዮ ኣለኻ እዚ እውን መሳርሕተይ ዝበልካዮ እዚኣ እውን መሊስካዮ ኣለኻ ራብዒይቲ ፅጉማት ወይ ምዘኻትም ትብል ዘላ ኣይመለስካያ ስለዚ ሰለስተ ነጥቢ ረኪብካ ኣለካ ካብተን ዒስራ ሰባት ዝዳኣታ ዝበልኩካ ሰለስተ
ኣቲኻያ እንዲኻ በብቑርብ ትውስኽ ኣለኻ ኣብዘን ተሪፈን ዘለዋስ ኣርባዕተ ከተምፅእ ኣለካ ሓንቲ ኣርባዕተ ኣርባዕተ በቃ ሕጂ ዳ ሙሉእ
ሕራይ ሕራይ ሽንጣ ቀይደ ኸይድ እስኪ ሓደ ወዲ ነፍቃሪቱ እንታይ ምስ ዝርእየላ ክቐንእ ይኽእል ንኣብነት ንስኻ ነፍቃሪታስ እንታይ ነገራት ምስ ትርእየላ ክትቀንእ ትኽእል እንታይ ምስ ርእየላስ ቀንእ ክትቀንእ ትጅምር ባ ሓራይ ሓደ ምስ ካልእ ሰብ ቆፀራ እንተለዋ እወ
ምስ ካብቲ ካልእ ኣነ ሰብ ዝሪኣ ቆፅራ ኸኣ- ተለዋ ሕራይ እወ ካብታ ኣነ ዝሪኣ ከዓ ካብቲ እወ። ኣነ ካባይ ትኸዶ ኣዝያ ፀቢቓ እንተ ትወፅእ እንተላ ማለት ሲ የቕንዐኒ እዩ
ኦኬ ክልተ ካልኣይ ብብዝሒ ቴሌፎን ድወላ እንተሎ
ብብዝሒ ቴሌፎን ይድወላ ተሎ ሰለስተ
መሓዛ ኢላ ከዓ ምስ ተላለየኒ ምስ ወዳት
ኣርባዕተ ሕራይ ሕራይ እስኪ ንረኣየን ዋይ ኩለን መሊስካየን ኢኻ ኣይቲንግ ሶ ቀዳመይቲ ብዝሒ ቴሌፎን ምስ ዝድወላ ትብል ደላ መሊስካያ ኣለኻ ካልኣይቲ ኣወዳት መሓዙተ ኢላ ምስ ተላለየኒ ዝበልካ ኣወዳት ምስ ተብዝሕ ያው ይሱ ኣብ ምሕዝነት ማለት እዩ ሜክኣፕ ምስ ተብዝሕ እዚኣ ውን መሊስካያ ኢኻ ግዜ ምስ ትኸልኣኒ ቢዚ ምስ ትኸውን ምናልባት እዛ ሜክኣፕ ምስ ተብዝሕ ሲ ዋእ ሰበይቲ እንታይ ኮንካ ማለት ሰበይትኻስ ፀቢቓ ካባኻ ንላዕሊ ፀቢቓ ክትሪኣስ ደስ እዩ ዝብለካ እንታይ እንታይ ኮንካ ንኣብነት ክስታይኒ እሞ ሓደ እንተተብዝሕ ሽዑ ንስኻ ኣብ ክስታ ክትኣቱ ሰሓቦ ክተቶ ነቲ ሓደ ንዓ ህረሞ ነቲ ሓደ ገለ ፅብቕቲ ኣይኮነትን ንዓኻ ብኩሉ ፅብቕቲ ስለዝኾነት ዋላ ከይፀብቐት ፅብቕቲ እያ
እንታይ ዲኻ ትገብራ መዚኣ ተፀብቃ ምሽ ከምኡ ከምዚ ድበልካዮ ተዓፅዋ ገዛ ንስኻ ጥራይ ርኢኻ ከዓ ከይወፀት ከላ ከዓ ትሓፅባ ከምኡ ከዓ ዝበልኩ ቆሙ ዳዎ ቆሙ ዳዎ ግን ዋላ ተሓፂብካዮ እሞ ፅብቕቲ እንዲያ እሱ ይፀገም ነገር ይፀገም ከተውፃ ጥራይ ዶ ይብልካ

እዚ ሕጂ ኣርባዕተ እያ ሓራይ ብድሕሪያ ደላ ሓደ ወዲ ንሓንቲ ጓል ንኸፍቅራ ካብ ዝዕድምዎ ነገራት ንሓንቲ ጓልሲ ንክተፍቅራ ዝገብረካ ነገራትሲ ኣርባዕተ ነገር እስኪ ንገረኒ ንስካ።
ጽቡቅ መጀመርያ ጽባቂኣ።
ጽባቂኣ ኦኬ።
ጠባያ ምስ ጠባያ ምስ ጠባይካ ዝሰማማዕ እንተኮይኑ።
ጠባያ ሕራይ ሳልሰይቲ። ትርደኣካ እንተኮይና ኣንስ ኣብ ገለ እዋናት ትረዳዳእ ተኮይንካ ትር እዚ ከኣ ኦያ

እታ ምሕሻስ ዘይትፈቱ ውፂኻ እተን ሰለስተ ዘለዋ ነገራት መሊስካየን ኣለኻ ኣባይ ናይ ጠቓለላ እታ ምሕሻስ ዘይትፈቱ ይበልካየን
እተን ዝተረፋ ግን መልክዓ ሰለስተ ሂባትካ ኣላ ሕጂ ከዓ ሕራይ ሂንጣ ሓወይ ናይ መወዳእታ ሕቶ ኣላትኒ ቅድሚኣ ግን ቴንክ ዩ ደጋጊመ ብልቢ እየ ዘመስግን ግዜኻ ሂብካ ነዛ ዕድል እዚኣ ከምዚ ኢልና ክንራኸብ ዝገበረና እግዚኣብሄር ኣምላኽ መጀመርያ ይመስገን ብድሕሪኡ ከዓ ኣይሆፕ ካልእ ግዜ ካልእ ኣጋጣሚ ተፈጢሩ ብካልእ ስራሕ ከምዚ ዋላ ማዕዶ ማዕዶ ኮይና ክንፈጥሮ ንኽእል ስራሓት ኣሎ ኢሉ እየ ዝኣምን ኣይሆፕ ኩሉ ግዜ ኣብ ላይን ኣለና ኣነ እውን ብጣዕሚ እየ ደመስግን። ዘድንቐካ ብልቢ እየ ዝፈትወካ

ሰለስተ ስነ ኣርባዕተ ስነ ጥበባውያን ኮይኖም ሰለስተ ዋልድ ሓደ ወዲ ክትነግረኒ ኢኻ። ሰለስተ ወዳት ሓደ- ሰለስተ ዋልድ ሓንቲ ጓል ሓደ ወዲ
ሓደ ወዲ ሰለስተ ዋልድ ሓደ ወዲ ንፍቕሪ ካብ ዝዘመሩ ኦኬ
እ፣ ሰምሃር ዮሃንስ
ሰምሃር ዮሃንስ፣ ኤደን ከሰተ
ኤደን ከሰተ፣
ሰብዓንደ ማርያም
ሳባ ዓንደማርያም ሓደ ወዲ ተሪፍካ ኣሎ ኖ ኖ መስተ ኖ መስተ
ሕራይ እተን መልሲ ንረኣየን እሞ መጀመርያ እተን መልሲ ፀሃይ ትበራኺ ትበርህ ተስፉነይ ኣብርሃም ኣፍርቂ ኣረ። ወይናረግ ቤኪ ነፍሴር ወይናረግ ን- እያ ትብል ዘላ እስኻ ምናልባት ናብዞም ንኣሹ ክጽውዑ ኣይወዓሉን ናብዞም ናብዞም ንኣሽቱ ኢኻ ሽፍት ጌርካ ናብዞም መንእሰያት ግን እሶም እውን ኣብ ናይ ባሓቂ ደርፊ እዮም ስለ ፍቅሪ ኣብዚ ሕጂ ግዜ ይዝምሩ እዮም ደርፊ እዮም ግን ኩሉ ግዜ ንሕና ከም ናትና ሲምቦል ኢልና ንወስዶም እቶም ምዕባይና ዘለዉ ታሪክ ገዲፎም ዝኸዱ ንስለ ፍቅሪ ንስለ ሃገር ዝዘምሩ ኣያታትና ንዕኦም ኢና ኣብ ዝኾነ ነገር ቀዳሞት ሰሪዕና ንዛረብ ብኸም እዮም ከ እዞም ዒስራ ሰባት ፀሃይቱ በራኺ ተበሪ ተስፉነ ኣብርሃም ኣፈወርቂ ወይ ናረግ ኢሎም ኣምፅኦሞ ዘለዉ ወላ ሓንቲ ነጥቢ ምፃኻን ድምር ነጥበኻ ዓሰርተ ሽዱሽተ ይብለኒ ኣሎ በዚ ዓሰርተ ሽዱሽተ ዓሰርተ ሓሙሽተ ዓሰርተ ሓሙሽተ ምፂኻ ኣለኻ ሓወይ ዓሰርተ ሓሙሽተ ነጥቢ ቀሊል ኣይኮነን መን በካ በዝሎም ዓሰርተ ሓሙሽተ ነጥቢ ክረአ እዩ እዚ እወ ክረእ እዩ ቀዳማይ ካልኣይ ሳልሳይ ዝበል እውን ሽልማት ስለ ዘለና ምናልባት ካብ ነጥብካ ተራእዩ ናይ ሽልማት ካልእ እውን መደብ ክህልወና እዩ ብዝኾነ ደጊመ ብልቤ ዘመስግን እዚ ትሪኦ ፀናሕካ ወይ እዚ ክንከታተሎ ፀናሕና ክንዕልል ፀናሕና ፋኑስ ኢንተርቴይመንት ዝብል ቻነል እዩ ኩሉ ግዜ እቲ ትቡና ብኡ ኮንኩም ሓገዛት ናይ ብሓቂ ስንጢቕ ሓወይት ሞራል ገለ ኩሉ ይበፅሓና እዩ ከምዚ ኢልና ተራኺብና ምዕላልና ከዓ ነብዚ ቀልዓለም ብልቢ እየ ዘመስግን ቅድሚ ቻው ምባሃልና ምፍናውና ግን ሓንቲ ናይ ድራር መደብ ንቫላንታይን ሓሲብና ስለ ዘለና እስኪ ካርድ ላሞ ተቐበሎ ከፊትካ ረኣያ ኣበይ ቦታ ናይ ድራር ኦኬ። ግብጃ በፂሒካ ኣሎ ንገረኒ ሽዑ ናይ ኧረ፣ ዓዊት ሓወይ ሰምዐና ሰማዕካ ኣለኹ ሰማዕካ ኣለኹ ንዓነይ
ፓልም ፓልም ሬስቶራንት ኣበይ ኣበይ
ፓልም ሪስቶራንት ፓልም ሪስቶራንት ስንጥቕ ሓወይ ፅቡቕ ቤት መግቢ በፂሕካ ደሎ ፓልም ሪስቶራንት ኣይሆብ ሕጉስ ዝኾነ ቫላንታይን ከተሕልፍ ፓልም ሪስቶራንት ኣነ ከዓ ፅቡቕ ቫላንታይን ፍቕሪ ዘለዎ ቫላንታይን ደስ ዘብል ቫላንታይን ክትሕልፍ እዩ ናተይ ትምኒት ኣብ ካልእ ግዜ ብካልእ መደብ ክንራኸብ ኢና ንሕጂ ግን ቴንክ ዩ ሶ ማች ኣነ ወዲእ ኣለኹ ብወገነይ ትብሎ ነገር ተዘየለ ጠዋሊ ጠዋላ ዓዊተይ ዓዊተይ ኣነ እውን ደጊመ የመስግን ከምዚ ኢልና ብምዕላልና ማራ እየ ዘመስግን ቴንኪዩ ፋኑስ ኢንተርቴንመንት ከዓ ቴንኪ thank you ቴንኪ very much።
ክንራኸብ ኢና ስንጥቐይ ክድውለልካ ዝዓርከይ ቻው ጠዋሊ